እቲ ትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሐዚ ብፍቕሪ ምዒሩ ኣስመራን ሕሞራን ከመይ ከመለኽን ማሙቕ ክልተ ማርያም ኣማን ሕቕፍኽን ነገር ክልተ ምዃን ቀጸጽ ወሊዱ እምበር ንሓደ ስግደትዶ ኣብ ክልተ ይእዘን መረብ ዓርሞ ኮይኑ መንጎ ሕጂ ሐዚ ስባር ዓጽመይ ንየ ንጣር ደመይ ኣብዚ ጦፎኛ ሓሪሙ መብጽሐ ወረቀት ዓድዋ ደቀምሓረ ከምቲ ዝረሓቐት ብራቕ ፀሓይ ምሸት ትምኒት ወለዶታት ፀሓ ኣይህ ፅልኢ ማሚቆን ኣጉደታት ዓስቢ ዛላ ንብዓት ፃማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሐዚ ብፍቕሪ ንዒሩ ቅሉብ ላምባ ሓባር ፋኑስ ክልተ ሩባ ክልተ ዳስ ኣብሪሁ እናበልካ ዘረባ ዛንታ ሕሱም እዋን እዝነይ ዘሀከየ ኣብ መቓልሕ ዓይነይ ንልበይ ዘብከየ ልውደዱዕንን ዘመን ጻውራ ህዝበይ ኮይኑ ወላድ ባህጋ ሓፋሽ ምስ ግዜ መኺኑ ዘይሕለል ተስፋና ኣብ ኣጋ እርጋኑ ተሓጎስ ኢሮብ እትትደልዮ ኮይኑ ዮሃና ሰንዓፈ ዝንሪኦ ኮይኑ ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሕዚ ብፍቕሪ ምዒሩ ጤለይ ብትኸዶ ኣነ ዝሽቕረሮ ጠሚያ እንተቓረመት ላሕመይ ትእሰሮ ኩሉ ግራ ተይላ ኣድገይ ትቋርፎ ኣይናትካን ተባሂለ ኣነ ዝጽረፎ ዝኾንናዮ ዝኾንኩሞ ይኣኽሎ ይኾኖ ንቡር ተመሊስና ቀደምና ክንኮኖ ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሕዚ ብፍቕሪ ምዒሩ ስጋ ኣብ ምውዳቓ እተልዕሎ ሓመድ ሓረግ ተፋሒሱ ዝትትዖ ገመድ ሰብ ሳባን ዘርኣይን መሬት ባሕረ ነጋሽ ንቐባሪ መርድእ ዕላልና እንትኽለስ ሳሕልቲ ናይ ትማል እኳ ፈልጥ ምትሕልላይና ናቕፋ እኳ ትምስክር ምትሕግጋዝና እውነት ከይቀደመ ዝተረሓሓቕና ኣኽለኩም ኢልና ሕዚ እተዓረቕና ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕመራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሐዚ ብፍቕሪ ምዒሩ ይቕረታ ንኣኽራን መታሕዝ ሸራሮን ሽላሎን ቡሬ ምስ ጾሮና ባድመን ገምሃሎን ብብዕራይ ደኣምበር እቲ ብጥይት ምሕራስ ዳግመ ኣይንውዕሎን ኣይትቀየመ ዓይደር ይቕረታ ማሳዋ ሓዳኩ ንባጽዕ ፍቕሪ ዋጋ ኣለዋ ባና ሽግሕውነት ደበስ ቁምብላታት ኣብሪቑ'ዩ ጸሓይ ጸሎት ምህልላታት ከበሮ ልብኽን እትድስቓሉ ራማ እንዳገርግስን እዋኑ ኣኺሉ ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላምበሳ ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሕዚ ብፍቕሪ ንዒሩ ማሕረስ ክንላፈን ዓጺድ ብወፈራ ዕልልታ ክነግስ ኣብ ክንዲ ፈኸራ ትግራይ ክትቁርሒ ብኩሕሊ ደቅኺ ኤረ ክትሕንቅኺ ኣብ ልሳን ውሉድኺ ቀይሕ ምንጻፍ ፍቕሪ ንብሩህ መጻኢ ሓበራዊ ዕቤት ባና ትስፉ ራእይ ሰላምካ ሰላመይ ሕዚ ነደህሀ ካልኣይ ዕድል ሂቡ ግዜ ካብ ለወሀ ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሐዚ ብፍቕሪ ምዒሩ ገለብ መንደፈራ ጥምቀት ኣብ ማይ ካድራ ኩዱም ዓዲ ኋላ ግቢ ዳዕሮ ዒላ ንቡር ዝኾነሉ ጋህዲ ክኾን ዳግማይ ጸሎትን ሶላትን ከስታን ምሰ ስላማይ መዝሙር ፍቕሪ ሰላም ንህዝብታት ዓለም እድኒ ስሙር ጥምረት ላኻ ውቁብ ቀለም ምኻድ ምምጻእ ኮይኑ ከምእውን መንገዲ ካሕሳ ሒዙ ግዜ ንጉስቁልቲ ዓዲ ዓስቢ ዛላ ንብዓት ጻማ ዛላ ጣዕሳ እንኳዕ ደስ በለኪ ዓደይ ዛላንበሳ። ትትማል ዝኾነ ተዘይከውን ነይሩ ትዛጊድ ዘይኮነ እንተዝኸውን ነይሩ ኣስመራን ሕሞራን ከመይ ግርም ነይሩ ዝበልክዎ ግዜ ብጽልኢ መሪሩ ፈተኽዎ ሐዚ ብፍቕሪ ምዒሩ ማስጣ ዝሕቆኖ ብሕልሚ ብውነይ ከም ድላይና ክንኮን ሓፍተይ ኣብ ተሰነይ ዓሰብ ምስ ኣዶሌስ ባፅዕን ማሳዋን ዓዲ ፍቕርን ድዩ ጥቦራን ሰለዋን መልእኽቲ ኣሕዋትኪ ኣኽሱም ሽረ ተንቤን ይብፃሕ ኸንብብዮ ኣስመረት ሓማሴን ዒሳብ ሰብ ዝሎ ምድማር ተኾይኑ ክልተ ይኮነን ኢሉ ህዝበይ ሓደ ኮይኑ ተበሰረ ኣስመራ ዓልል መቐለ ሞሳ ንህዝብኺ ሰላመይ ዝበለ ዓስሚ ዛላ ንብዓዝ ፃማ ዛላ ጣዕሳ እንኳዕ ደስ በለኪ ዓደይ ዛላ ኣንበሳ ዝሓለፈ ይኣክል ኣብ ጉዳትና ንለብም ሰላም ንክልቲ ህዝቢ ገጣምን ኣንባብን ደስታ ገብረ ሃዋርያ ባሻ ደስታ ሽኮላኹየ ንሙጋዋ መዝሙር ናይ ሰላም ድምፂ መረዋ ሻረ ምሳይ ተዓሪቐ ሻረ መስለለይ ኣውሪቐ